Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሓን ዶ ውዒልኩም ድሓን ድሓደርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓ መን ኳዓ ዳሕና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ገርኩም ክሰምዕዎ እውን ብክብረ ንዕድመኩም ብሃርከስ ከም ትሪእዎ ዘለኹም ንሕና ሰሚዕናዮ ኩሉ ነገር ፈጥናዮ ነርና ኢና ግን እስቲ በዓልቶም ክሻዕ ዘውፅዎ ስቁልና ንፀበልና ካልኦት ሚድያታት እንተውፅዎ እውን ንሕና ኣየውፃናዮ ነርና እገለ ክኸውን ኣለዎ ግን ደጊምና ደጋጊምና ደጋጊምና ምስ ተጋዳላይ ጀርመንም ዝተፈላለዩ ተጋደልትም እናደወሉ ላዕለዎት ኣዘዝትም ተጋደልቲ እናበልና እናቕርቦም ብጣዕሚ ዓበይቲ ዝተባሃሉ ሰባታት መራሕቲ ዘለው ተቓለሱ ዝዛረብሉ ዝነበሩ ዶክተር ደብረፅየን ክኸውን ኣለዎ ዘይኽሕደና ንሱ እዩ ገዲፉና ዘይኸይድ ንሱ እዩ ኪዲ ኢሎም ኣብቲ ጨንቂ እናሃለወ ኩሉ ነገር ፀልሚቱ ህልም ኢሉ እናሃለወ ውፃእ ሀዚ ከኒ ሱዳን ጌርካ ኺድ እሞ ንስኻ ኣብኡ ተቐሚጥካ ንሕና ኣብዚ ኮይንና ከነመሓድሮ ኢና ክንቃለስ ኢና እንትብልዎ እንተሎ እውን ኣይከይንን ኢሉ ዘይገደፈና ሰብ ስለ ዝኾነ ኩሉ ነገር ገዲፉ እዚ ኩለይ መከራ ዝሓለፈ ኣብዚ ግዜያዊ ምምሕዳር ግዘ ብዝለዓለ ብዝለዓለ ኩነት ተበዲሎም ካልእ ይቕረ መኻይኖም ትመንጢሎም ዝበልዕዎ ዝሰትይዎ እንተይቀረየ ዝሰኣኑሉ ግዜ ነይሩ እዩ ህዝቢ ግን ክንደይ ዝኣክል ተዓዚቡ ክንደይ ዝኣክል ኣኽቢርዎም ክንደይ ዝኣክል ኣድኒቕዎም ከም ምዃኑ ዘርእየካ እዚኣቶም እንተኮይኖም እቶም ቅድሚ ሀዚ ኮሮና እንተይፈራሕና ዓብዪ ኣሕመድ እንተይፈራሕና ኩሉ ነገር ክኢልና ዝኹለይ መስዋእትነት ከፊልናሉ ዝኹለይ ኣካል ጎዲልዎ እናሃለወ ንሕና ብዓብዪ ኣሕመድ ከም ዓደምሓራን ከም ካልኦት ክልላትን ንዓደምሓራ ሽዱሽተ ሸውዓተ ግዘ ሸውዓተ ግዘ ኣብ ሸሞንተ ዓመት ሸውዓተ ፕረዚደንት ሸይሙላ እዩ ብብስለኔ ትግራይ ኣይትመሓደርን እያ ብዝመረፅናዮ እዩ ይኽንፋእም ይሕመቕን እዚኦም ከዓመ ዘመስከሩ እዮም ንሳቶም እዮም ክመርሑ ዘለዎም ኢሉ ህዝቢ ኣጥቢቑ ሒዙ ክንደይ ገንዘብ ብቢልዮናት ብትሪልዮናት ዝቑፀር ገንዘብ እናፈሰሰ ናይ ማን ካባና ጀሚሩ ካብ ባዕለይ ጀሚሩ ህዝብና ተኸፋፊሉ እዩ ዝኒሆ ድሕሪ ህዚ ብጣዕሚ ናበይ ኢና ክንኣቱ እንታይ እዩ ክኸውን ዝህዝብና እናበልና ብዝለዓላ ጨንቂና ነርና ግን ሲ መስመር እንተልዩ ንምንታይ እቶም ፀላእትና ኩሉ ሻዕ ለይትን ቀትርን ንምንታይ ውድብ ህወሓት ከጥፍኡ ከም ዝደልዩ ህዝ ብደንብ ተረዲኡና ኣሎ ህዚ ህዝብና ኩሉ ተረዲእዎ ኣሎ እዚ ህዚ እንድሕር ዘይተረዲእዎ ህወሓት እንትብሉ እንተለዉ ህዝቢ ትግራይ ንምብታን ህዝቢ ትግራይ ንምድኻም ህዝቢ ትግራይ ብዘይ መራሒ ከምቶም ካልእት ክልላት ንምግባር ንምንባሩ እንድሕር ህዚ ዘይተረዲእዎ ንምን ግዜም እንተኾነ ኣይርድኦን ወይ ፈሊጡ ከም ዘይተረድኦ ኣክቲ ክገብር ኣለዎ ንምንታይ ገንዘብ ስለ ዝኽፈሎ ዕሱብ ስለ ዝኾነ ባንዳ ስለ ዝኾነ ወይ ከዓመ ብምንም ተኣምር ዘይርድኦ ክኸውን ኣለዎ ዋላ ከም ጸላእትና እውን ይፈልጥዎ እዮም ደጊሞም ደጋጊሞም ዝነግሩና ዘለው ህወሓት እንትበሃል እንተሎ ህዝቢ ትግራይ ማለት እዩ ህዝቢ ትግራይ እንድሕር ሃልዩ ስልጣንና ኣይንርክብን ኢና ኢሎም ስለ ሓሳቡ እዮም እና ኩሉ ሻዕ ከዓመ ደጊሞም ደጋጊሞም ዝልዎ ዝነበሩቶም ተጋደልቲ ህዝቢ ትግራይ እንካብ ነፃነቱ ዝስእን ደቁ እንተሰኣነ እዩ ቆልዑ እኮ ኣለውን ኢሉ ዝህብ እዩ ቆልዑ ኣለውን ኣየኹም ንስኻትኩም ጠንከሩ እምበር እነውና እኮ እዮም ቆልዑ ይረእኹም እንግዲህ ኣቕሓ ኣይኮነን ገንዘብ ኣይኮነን እኽሊ ኣይኮነን ከወኩም ይኽእል እየ ጤለ በጊዕ ከምተ ኣይኮነን ብክንደይ መከራ ወሊድካ ዘዕበኻዮ ዝወለደ ሰብ እዩ ዝፈልጦ እዚ ዝወለደ ሰብ እዩ ዝፈልጦ ቆልዑ እነውን እዮም ኣየኹም መስዋእቲ ክኸፍሉ ዝኽእሉ እዮም ንኣኻትኩም ከድሕንኹም እዮም እናበለ እዚ ዝህብ ህዝቢ እዩ ዘለና ዝህብ ህዝቢ እውነት ንምዝራብ ሓሙሽተ ሽዱሽተ ሸውዓተ ሸመንተ ገዛ ከም ገዛ ወለድ እንተይቀረየ ዝተሰውእሉ ነገር ኣሎ እዚ ኩለይ መስዋእትነት ተኸፊልዎ ግን ብምሰለኒ ሓደ ሓደ ግዘ ብኢሜይል ምረፁ ይብለና ሓደ ግዘ ባዕሉ ሸይሙ ይሰደልና እዚ ኩለይ ክዓመ እንታደሰ ወረደ ህዚ እውን እንታደሰ ወረደ እዚኣ እናሃለኹ እንዳውም ሰማዕተይ ታሪኽካ ብደንብ ጌርካ ተዓራሪኻ ውፃእ ህዚ ታትማል ተዛረብካያ ትኽክል ኣይኮነትን ዋላ ይኽፍኣኻም ደስ ይበልካም ብዘየገድስ ዶክተር ደብረፅዮን ህዝ ተመሪፁ ኩሉ ነገር ቃለ መሓላ ፈፂሞ ኣሎ ጅግና ኹን ንስኻ ህዚ ቋዕ ደስ በለካ ኢልካ ኣነ ካብ ዓደየ ወፅእን ምስ ህዝበይ ኮይኑ ሐዚ እውን ቃልሰይ ክቕፅል እየ ዝተማዛበለ ህዝቢ እኒሄና ዝተወረረ መሬት እኒሄና ንሱ ክሻዕ ዝምለስ ድረስ ምሳኻትኩም እየ ዘለኹ ሓቢርና ክንሰርሕ ኢና ምንም ነገር ኣይኮነን ደጊፈዮ እዩ ኢልካ ተዛረብ እምበር ስኡልካ ኮሪኻ ዓብይ ክንደይ ዓመት ንክትነብር እዩ ታሪክካ ከይተባላሹ ንጀነራል ታደሰ እዚኣ ሕፅር ዝበለት ከም ሓው እየ ዝመክር ዘለኹ ምስማዕ ናይ ባዕሉ እዩ ሄዚ ግን ኩሉ ነገር ተወዲኡ ኣሎ ኣፈ ጉባኤ ናይ ትግራይ ብጣዕሚ ዘሐጉስ ኮ እዩ ዘሐጉስ ብእውነት ንምዝራ ኣፈ ቃለ መሓላ ፈፂማ እኒሃ ወይዘሮ ኪረስ ሓጎስ ወይዘሮ ሂረስ ሓዋስ ይቕርታ ስልኪ እናተደወለ ማእኸል ስለ ዝኣትወኒ እዩ ንምንታይ ከምኡ ስለ ትድውሉ እዩ ክድውሉ እየ ዝደልየኩም ምክንያቱም እቲ ሓበሬታ ትክክለኛ ጥሉል ዝኮነ ሓበሬታ ንስካትኩም ኣያ ትነግሩና ካብ ትግራይ እናደወልኩም ኢኹም ትነግሩና ዘለኹም መልእክቲ ተተሓላልፉልና ዘለኹም ንስካትኩም ኢኹም ካብ ሙሉእ ኢትዮጵያ እውን ዝበፅሕ ዘሎ በደል ተተሓላልፉ ዘለኹም እዚ እዩ ስለዚ ኣብ ማእኸል ፅይጥ እንትብል እንተሎ ስልኪ እንትፅውዕ እንተሎ እንተሰሚዕኹም ንካሊእ ንወረ ኣይኮነን ሰማዕተይ ኢንፎርሜሽን ሓበሬታ ዝውና እዮም ንዚ እውን እዩ እቲ ስልክና ቁልዕ ጌርና ነርእዮ ንኩሉ ደውሉልና እንብል ምክንያቱም ካብ ህዝቢ ብዓይኑ ዝረኦዮ ብእዝኒ ዝሰምዖ እንተ ወይስ ብዓይኑ ዝረኦዮ ሰሚዑ እንትድውለልካ ተሎ ብጣዕሚ ዝበለፀ እዩ ግን ህዚ እንታይ እዩ ኩሉ ነገር ተስተኻኺለ ኣሎ ሙሉእ እቲ መግለፂ ብፅሑፍ ክነንቦ ኢና ኢሎምና ኣለው ካብኡ ካብቲ ቢሮ ናይ ፕረዚደንት ናይ ሄዚ ፕረዚደንት ናይ ትግራይ ፕረዚደንት እዩ ግዜያዊ ምምሕዳር ግዜያዊ ፕረዚደንት ዝበሃል ነገር ኣይኮነ ናይ ትግራይ ፕረዚደንት ናይ ዶክተር ደብረፅዮን ቢሮ ሕዚ ብኩሉ ክስተኻኸል እዩ ሰማዕተይ ዝወፅእ ናብ ሚድያ ዝወፅእ በዓልቶም ከውፅእዎ እዮም ክዝረብ ዘለዎ ክዝረብ እዩ ክዝረብ ዘይብሉ ኣይዝረብን ኩሉ ነገር ህዚ ክስተኻኸል እዩ ብዝርዝር ሰበር ዜና ህዚ ክመፅእ እዩ ግን ሓንትን ሓንትን ያው ብሶሻል ሚድያ ብዙሕ ነገር ስለ ዝዘረብ ዘሎ ኣብ መቐለ ኣውሮፕላን ከይደን ነረን ገለመለ ዝበሃል እወ ከይደን ነረን ክልተ ግዘ መፅየን ነረን ክልተ ኣውሮፕላን ላዕሊ ኮይነን እየን በይረን ኮንደኾን ነደንግፅ ዶኾን እዮም ኢለን ሓሲቦም ነይሮም ግን ህዝብና ዝድንግፅ ኣይኮነን ርይዎ እዩ ክንደይ መስዋእትነት ተኸፊ እንዳውም ይሕርኖ ናይ ሓውዝየን ደብዳብ እኮ እዩ እቲ ህዝቢ ግልብጥ ኢሉ ቆልዓ የለ ሰበይቲ የለ ሓረስታይ ወዲ ሓረስታይ ብብዝሓት ናብ ምግዳል ዝወፀሉ ድሕሪ ሓውዜን እዩ ስለዚ ኣብዪ ኣሕመድ እዚ ናይ ኣቦኡ ናይ ከምኡ ዝመሰሉ ናይ ወዲ ደርጊ እንድዩ ደርጊ ናይ ዓብዪ ኣሕመድ ታሪክ እንታይ ኣቲና እና ሀዚ ክስታይ ንብሉ ነገር ኣይኮነን ግን ዋና ነገር ሀዚ ኩሉ ነገር ተወዲኡ ኣሎ ኩሉ እቲ ዝርዝር ከዓ ክወፅእ እዩ ምስ ወፃ ከዓ ንሕና ናባኻትኩም ክነብሎ ኢና ሰማዕተይ እንቋዕ ደስ በለኩም እየ ዝብለኩም ብናይ ኣምሓርኛ ፕሮግራም ብጣዕ ለጢፍና ኣለና ማይክሮፎን ሚድያ ቁፅሪ ክልተ ኣብኡ ብብዝሓት ዝገርመኩም እንቋዕ ደስ በለኩም ኢሎም እንቋዕ ደስ በለኩም ጀጋኑ ተግራይ ጀጋኑ ኢህኣደግ እናሃለወ ሕወሓት እናሃለወ ክንደይ ንዛረብ ነርና ኢና ንስሑ ግን ጌጋ እዩ ነይሩ ንጀጋኑ ኢኹም ኣሕሊፍኩም እቲዙ በዓልትኹም ንበዓልትኹም ምምሕዳር ንማንም ኣይትቡን ኩልና እውን ካብዚ ክንምሃር ኣለና እዮም ዝብሉ ዘለዉ እናሰማዕተይ ህዚ ንኩሉ ሸር ላይክ ግበርዎ ሰብ ክሰምዖ ግበሩ ብጣዕሚ ዘሕጉስ እዩ ከዓ ኣብ ዝቕፅል ደቂቓታት ዝርዝር ሙሉእ ሓበሬታ ናባኻትኩም ኣሎ እዩ እቲ ወረቐት በፂሑና ኣሎ እቲ ሙሉእ ሓበሬታ በፂሑና ኣሎ ግን ባዕልቶም የውፅዎ ካብኡ ድሓር ንሕና ከዓመ ናባኻትኩም ክነብፅሖ ኢና ንቴሌቭዥን ምርኣይ ዘይትኽእሉ ማለት እዩ እዚ እናዋልኩ ነህዘው እዚኣህለኒ ክሻዕ ዝቕፅል ግዜ ሰላም ድሓን ወዓሉ ድሓን ሕደሩ ቻው